ኤርትራዊ ንቓሕ ሰብ ኩን ሓውኻ ምብላዕ ግደፎ ዓጋመ እንዳመርሓካ ዓጋመ ክትብል ምውዓል ግደፎ ህይወት ሕሰብ ምንባር ሕሰብ ጠፊእኻ ከለኻ ጠፊእኻ ጠፊእካ ከለኻ ነቲ ደጥፍኣካ ገዲፍካስ ነቲ ድየጥፍኣካ እቲ ደጥፍኣካ ዘሎስ ብሰንኮም ኢኻ ጠፊእኻ ክብለካ ስኻ ከንታይ ገባሪ ኢኻ ዘይትብሎ ኣነ ብጣዕሚ እዞም ኣብዚ ሰዓት እዚ እእላፍ መንእስያት ዝወድቁ ዘለዉ የሕዝኑኒ የሕዝኑኒ ብጣዕሚ እዮም ዘሕዝኑኒ ኣብ ምንቲ ምንታይ ዋይ ስለምንታይ ይጠፍኡ ኣለዉ እዞም መንእስያት ስለምንታይ ኢና ንሞት ኤርትራውያን ብሞት እኳ ኢና መጺና ብሞት እኳ ኢና ሃገር ሃገር ተፈጢራ እኳ ብሞት እያ እኳ ተፈጢራ እታ ብሞት ዝተፈጥረት ሃገር ተሓንቲ ንምክሓላ ህዝባዊ ግንባር ጸላእትና ጸሪጉ ናጽነት ኣምጺኢልና እንብላ እኳ እዚኣ እኳ ሓንቲ እታ ትምክሕትና እቶም ንምክሓሎም ግን ንዓና ምስ መን ከም ድመጹን ምስ መን ከም ድተቓለሱን ስለ ዘይተረድኦም ግዳይ ገይሮም ምሁራት ኣሕዋቶም በሊሖም መጽ ምሁራት ምሁር ምሁር ዘይብላ ሃገር ዜሮ እያ ህግደፍ ክኣ ሕጂ እንታይ እዩ ዝተኽለልካ ዘሎ እንታይ እዩ ዝተኽሎም ዘሎ እዞም ኣብ ደገ ኣብ ደገ ዝምህሮም ዘሎ እንታይ እዮም በዓል ወዲ ሰውራ ሪእኹሞም ዶ በላዕቲ ሳዕሪ ነቶም ሃገር ደምፁ ተጠሊዑ ክፀርፎም ከሎ ሰሚዕኹም ኢኹም መን እዩ ወዲ ሰውራ ኣቱም ግደፉ ግደፉ ብፍላይ እዞም ኣሕዋተይ ግደፉ ወዲ ሰውራ ክልተ ግዜ ሰሪቑ ኤርትራ ንኽጥረስ ክብል ደቂ ሓማሴን ኢኹም ገንዘብ ኣዋፂኹም ኣትሪፍኩሞ ደቂ ካርነሽም ንመስፍን ሓጎስ ክቐትለካ እያ ክብሎ ንዓኻስ ዕድል ስኢነ እምበር ምቐተልኩኻ ክብሎ እዚ ነፋጥ እናመረሸዐ መንጎስ ቐትል ህይወትን ዝምሕርማትን እናመረሸዐ እምበኣር ወዲ ሰውራ ሰብ ትቐትል እንተ ደኣ ኮንካ ደሳለ ኣብ ከተማ ሮማ ኣለኹ ንዓ ንዓይ ቅተለኒ ኣታ ሽንቲ ሰራቒ ሰራቂ ኢኻ ሰራቂ ደቂ መስፍን ሓጎስ እዮም ገንዘብ ከፊሎም ካብ ምጥራዝ ኣድሒኖሞ ኣንታ ለማኒ ንዓኻ ደቂ መስፍን ሓጎስ እዮም ገንዘብ ከፊሎም ኣትሪፎምኻ ሌባ ንስኻ ሰራቅስ ሰብኣይ ኮንካስ ዕድል ተዝረክብ ነይረስ ንዓኻ ምቐልፀልኩኻ ስኻ ደሓን ናይ ማዕዶ እንዲ ኮይኑ ኩሉ እቲ ዘረባ ኣይሆብ ግን ግዜ ኣለዎ ኦቲ ርእስና ነስራሓዮ ሎሚ ነቦኻ ከዳዕ ድብሎ ጽባሕ ከኣ ወዲ ከዳዕ ተባሂልካ ክትጽዋዕ ኢኻ። ገንዘብ ኣዋጹ እንዳሎ ንጎ ንጎ ንጎ ክጻወትልኩም ምስ ማዕበል ክፍላይ ኮይኖም ምዚ ዘይጠቅም ቆልዓ ሓደ ነፋጥ ወዲ ዓጋመ እኳ እዩ ትግራዋይ እኳ እዩ ማዕበል እንድሕር ተጋሩ ፅልኢ ልኢካ ኮይኑ እልፊ ናይ ትግራይ መወለድ ዘለዎም ንሕና እንታይ ፀጎሞም እቶም ናይ ትግራይ መወለድ ዘለዎም ምስ ትግራዋይ ፅልኢ ከም ዝህልወና ዝገብሩ ዘለዉ እዞም ዓሰርተ ግዜ ትግራዋይ እንዳሉ ዓንገረር ኩሉ ዝውዕሉ ኣብዚ ሮማ ኣብዚ ከተማ ሮማ ምሳና ዝቕመጡ ደቆም ደቆም ብተጋ- ብትግ- ብም- ብመሬት ትግራይ እዮም መፅኦም ንትግራይ እዮም ህዲሞም ኣምፅኦም ኣዋልዶን ኣወዳተን ብትግራይ ኣቢሎም ኣምፅኦም እዮም ኣብዚ ሃገር እዚ እትዮም ዘለዉ ዘለና ሓንቲ ንሰምዕ
ዘይመሰለኒ ኣነ ዝሓይሽ ክመስል ዝመዓድኩኻ ሎሚ ንመን እዮም ንመን እዮም ክፃወትሉ ንካ ንስኻስ ካልእ እንታይ ኮይና ኢና ብዛዕባ

ከም ዝብል ነይሩ ከምዚ ኢላ ህወሓት ከምዚ ኢላ ተለኩም ከዓ ሸር ክትገብርዎ ትውዕሉ ነብሱ ከድሕን ኣይከኣለን ነብሱ ድየድሕን ሰብ በላዕ ኣሕዋቱ ነብሱ ድየድሓነ ንሰብ ከድሕን ኣይክእልን ስነ ሓሳብና ንቀይሮ ርእስና ንቀይሮ ኣብ ሓማሴን መፂ ሓሸሓሸ ዝበለ ትግራዋይ የለን ኣብ ሓማሴን መፂኡ ጥሪትና ድጓሴ ናሕስና ድደብደበ እኽልና ድዓፀደ ትግራዋይ ኢና ንፈልጥ ኢኖ ትግራዋይ ጸላኢኻ ይተሎኻስ ደቂ ሰንዓፈ ይኹኑ ደቂ ሰረ መዋስብቶም መዋልድቶም መዋልዶም እዮም ኔው ሰፊርካ ጫፍ ሰፊርካ ዳ ብኸመይ ኢኻ ጸላኢ እስከ መርትዖታት ኣምጻለይ ብምንታይ እዩ ጸላኢኻ ፍሉይ ካብ ህዝቢ ኤርትራ ጸላኢ ኣለካ ትግራዋይ ንዓኻ ሪድካ ጓስ የልካ ነይሩ

ኣምሓራይ ርኢኻዮ ኢኻ ኣብ ውሻጠና መፅዩ የት ኣሎ ወንበዴ እንዳለ ዝረግፀና ነይሩ እዚ ርእስና ነስራሓዮ ቤተ ክርስቲያን ጸሎት እንዳጎበሩ እዮም ወክዱባ ብዓዶም ተደምሲሶም ህዝቢ ኳዝየን ክልተ ግዜ ዓዶም ምሉእ ተቓፂሉ ብመን ተቓፂሉ ብደርጊ ህዝቢ ሽዕብ ብደርጊ ብታንክታት ተረጊጹ ህዝቢ ዐና ተቓጺሉ ቅብጸት ባጽዕ ሓሪሩ ሕጂ ኸኣ ኣጆኻ በሎም በሎም በሎም ኢሰያስ እዩ ዘካይዶ ዘሎ እዚ ኹናት ነቲ ኢሰያስ ዘካይዶ ዘሎስ ኣብ መንጎ ክልቲኦም ደኦት ይብልና ንኣቱ እምበር ጠጠው ንኽብል ነዚ ኹናት ንጽውዕ ደው ክብል ኣለዎ ኩናት ምሁርን ለ- ለባምን እዩ ዝበልዕ ደቂ ድኻታት እዩ ዝበልዕ ደቂ ድኻታት ደቂ ሓረስቶት እዩ ኩናት ዝበልዕ እቶም ሓለፍቲ ደቆም ኣብ ደገ እዮም ዘለዉ ብዋርድያ ሕልው ገዛውቶም ተሰሪሕሎም ገንዘቦም ንመዋእል ዘብልዖም ተቐሚጥሎም እዩ ዘሎ እዚ ጉዳይ እዚ ኤርትራውያን ካብ ኣዲስ ኣበባ ስጋብ ትግራይ ዕለቕሊቑ ኣሎ ኣብኡ ዝዘንብ ዝናብ ከዓ ትግራዋይ ወይ ድማ ኣምሓራይ ወይ ኦሮሞ ኢሉ ፈላልዩ ኣይኮነ እንዳሃርም ንኹሉ ሰብ ብማዕረ ይዳሃርም ማይ ክሃርም ከሎ ንሕና ኣብ ስደት ኣለና ማይ ክሃርም ከሎ ንስኻ ጸሊም ስለ ዝኾንካ ነዞም ዓዲ እዚኦም ጥራሕ የዳሃርሞም ኢሉ ይኮነ እንዳሃርም ንኹልኻ ብማዕረ እዩ ዝናብ ዳሃርመካ ኩናት ከዓ ዝናብ እዩ ከም ዝናብ ዘኒቡ ከዓ እዩ ኣካልካ ዝበልዓካ እንዳነበርካ ከለኻ ምንባር ናይ ደቂ ሰባት ስለምንታይ ዘይትምነ ንነብስኻ እናነበርካ ምንባር ናይ ደቂ ሰባት እንታይ ንዓኻ ዓቕልኻ ደፅ ምበልካ ክትቃለስ ደሊኻ ፀላኢ ኣለካ ነቲ ፀላኢኻ ብተውድቐሉ መንገዲ ፀዓር ሰባት ኣፋሊስካ ሰባት ንኽፋለሱ ግን ገበን እዩ ኣነ ሰብ ብሂወት ክነብር ኣለዎ ኢለ እየ ኣብ ዓድና ዓመፅ ይግብር ኣለዎ ኢለ እየ ደላይ ፍትሒ ኮይነ መፅ ከምዚ ይኮነን ዝግብኦ ንህዝቢ ኤርትራ ነዚ ኢሉ ይኮነን ዋጋ ከፊሉ እዚ ኩሉ ዋጋ ዝኸፈሎ ኣብ ገዛእ ዓዱን መሬቱን ከቢሩ ክነብር ኣለዎ ኢለ እየ ኣፈይ መሊአ ዝዛረብ ኣብ ኤርትራ ኮይናት ክውላዕ ኣለዎ ግን ኣይብልኒ ብትግራዎት እንዳተመራሕና ኸኣ ትግራዎት ኢልና ክንጻረፍ ኣየጸብቐልናን እዩ ንለብም እየ ዝብል ዘሎ ንለብም ንለብም እቶም ንዓና ዝመርሑና ዘለዉ ደቂ ትግራይ እዮም ናይ ገዛእ ረብሕኦም ስልጣኖም ንምንዋሕ ከኣ ነንሕድሕዶም ብትምክሕቲ ይበኣሱ ኣለዉ። እቲ ድመውት ደሎ ግን ወዲ ሓረስታይ ከምዚ ከማይ እዩ። ዋይነት ነቲ ከምዚ ከማይ ዝኾነ ሰብ ዘይድንግጸሉ ኣነ ይድንግጸሉ ይሓዝን ይነብዕ ኣብዚ ላይፍ መጽየ ክዛረብ ከማን ናይ ገለ ገለ ሰብ እዝንኻ ክትኩሰካ ስለ ዝኽእል ዓቕልኻ ዘወድኣካ ቃላት ክትሰምዕ ከለኻ ዓቕልና ስለ ድርብጸና ኢና ንመጽእ እምበር ኣብዚ መጺእኻ ኣብዚ ግዜ እዚ ክትዛረብ ከማን ይኖ ተደፊእኻ ጸሎት ክትገብር እዩ ዝግብኣካ ሰብ ኢኻ ጸሎትካ ትገብር ጸሎት ንኹሉ ነገር እዩ ዝሰብሮ እግዚኣብሔር ተመለሱ ሓይጣተኛታት ኢኹም ካብ ሓይጣትኩም ተመለሱ ኢልዎ ምስ ሰዶምን ጎመራን ከጥፍኦ ከሎ ብጸሎት እዮም ኣብ ሓሙኽሽቲ ተደቢሮም ኣብ ሓሙኽሽቲ ዘደፊኖም ጥሪቶም ንነብሶምኒ ብሓይጣቶም ተኣሚኖም እዮም ድሒኖም ጉደፉ ኤርትራውያን ሓይጣት ኣብ ርእሲ ሓይጣት ኣይንመልእ ኣቦታትና ብሕዋቶም ኣብ ሳሕል ተሓሪዶም እዮም በዓል ዶክተር እዮም ክንረኽቦም ዘይንኽእል ተመኒና ክንመልሶም ዘይንኽእል ዛንታ ኤርትራዊ ዛንታ ኣቤልን ቀየሊን ኮይኑ ዘሎ ኣነስ ንሓወይ ሓወይ ሓወይ ደይብሉስ እንታይ ክዓብሰለይ ተዓዲ ምስ መን ክነብሮ ምስ መን ክነብሮ ጎረቤተይ ደይብሉስ እንታይ ክነብረሉ እንታይ ክኾነኒ ፅምዋ ጎቦ ምስ ጎቦ ምስ ዕንጨይቲ ድየ ክዕልል ምስ ሰብ ምስ ሰብ እኳ እየ ክነብር ዝደሊ እንታይ እየ ክረክብ ህዝቢ ትግራይ ጠፍኡ ኣበይ ገጸ ክዋሳወስ ምስ መን እየ ክነብር ዝደሊ ዘለኹ ልቢ ዘድልዮ ግዜ እዩ ለባም ዘድልዮ ግዜ እዩ እንታይ እዩ ዝደፍነና ዘሎ ዋላ ሓንቲ ክርድኣኒ ይከኣለ ሓንቲ ኣደ ካብ ሸውዓተ ደቃ ማህፀና ስጋዕ ድነፅህ ሸውዓት እዮም ደሰወት ትማሊ እዚ ዶብ ምስ ተኸፍተ ፍቕሪ ተገይሩ ኢላ ጥራይ ዘሊላ ምስ ተጋሩ ክትተሓቋቆፍ ርኢናያ ኢና እቶም ኣብቲ ዶብ ዘለዉ ሕብረተሰብ ኣብኡ ኢና ነርና ንሕና ኣብቲ ድፋዕ ኢና ነርና ናይ መሬት ባእሲ የብሎም ብሕርሻ ይተዳፋፍ እንቶም ጎረባብቲ ደቂ ኣኮሎ ግዛ ይኹኑ ደቂ ስርያ ይኹኑ እሶም እዮም ዝዳወብዎም ስጋፍ ጋሽ ባርክ ናይ ዶብ ግርጭት ዝበሃል የብሎም ናይ መሬት ግርጭት ዝበሃል የብሎም እቲ ጠንቂ ኢሰያስ ኣብ ቴስዓን ሸሞንተን ህዝቢ ኤርትራ ቅዋም ዝተኽለሉ ምርጫ ዝገብረሉ ስለዝነበረ ካብታ ምርጫ ከምደይምረጽ ውፉእ ተግባሩ ጽቡቅ ገይሩ ስለዝፈልጦ ኩናት እንድሕር ወሊዐ ጥራሕ እየ ብዛ ዘለኹዋ ኩርሲ ክነብር ዝኽእል ብምባል እዩ ነዛ ኩናት ከፊትዋ እንሆ ኸኣ ክንደይ ብሉጻት ኣሕዋትና ክንደይ ጀጋኑ ክንደይ ደጋልል ክንደይ ለባማት ወሲዱ ደይ ከምዚ ከማይ ዓሻ ነቶም ደቀቕቲ ፍጥረትን ነቶም ዓያሹ ዓቕሊ ዘይብልናን ሰባት ኣትሪፉት እግዚኣብሔር ኣምላኽ ነቶም ደጋልል ሰብ ጉልበት ሰብ ቅልፅም ሰብ ዳንጋ ምሁራት ሰብ ሓንጎል ንዕኦም እዩ ወሲዱ እቲ ኩናት ኩናት ከምዚ ገይሩ ይደዕንወካ ኮምፓስ ዘይብልና ክንተርፍ ድመርሓና ዘይብልና ክንተርፍ ክንጸንት ኲናት ካብ ትግራይ ኣብኡ ደብቅዕ ዶ መስለኩም ነወይ ነወይ ናይ ግድን እዩ ሃገርና ዳኣቱ ኣትዩ ኸ ኣሕዋትና እቶም ደቂ ዋርሳይ ደቅና ኣብቲ ዶብ እንድሕር ሃልዮም ንዕኦም ታርጌት ተዳልዮም እዮም ዘሎ ቶርታ ክትቆርስ ከለኻ በቲ ታሕታይ ኣይኮንካን ብላዕሊ ጀሚርካን ታሕቲ ገጽካ ኢኻ ትወርድ ኣብቲ ታሕቲ ስለ ዘለውስ ኣብቲ ላዕሊ ጸጊቦም ክገድፉ እዮም ነቲ ቶርታ ኢልካ ትሓስብ ተኾይንካ የለኻን ነቲ ላዕላይ ምስ በልዕዎ እቶም መርዓውቲ ነቲ ታሕታይ ከዓ ንወለደኛ ይድዕደ በጃኹም ኣሕዋተይ ኩሉ ኤርትራዊ እዚ ዝኸይድ ዘሎ ደማዊ ኹናት ሕብረተሰብ ንምፅናት ቁሉዕ ወራር ዝኸይድ ዘሎ ኩሉ ኤርትራዊ ዓገብ እምቢ ኢሉ ክኹንኖ ፃውዒተይ እዩ እዚኣ እያ ክብል ዝደሊ ስጋብዛ ሰዓት እዚኣ ምሳይ ኣብዚኣ ዝተኸታተልኩምኒ ልባዊ ምስጋናይ የቕርበልኩም